ቢሮ ጉዳይ ኮሙኒኬሽን ትግራይ ኣብ ኣከባብራ በዓል ኣሸንዳ ኣመልኪቱ መግለፂ ኣውፂኡ ኣሎ። ቤት ምኽሪ ክልላት ኣዲስ ኣበባ መቐመጢ ፌዴራል መንግስቲ ክልል ኦሮሚያ ክትከውን ብኣብዝሓ ድምፂ ወሲኑ ኣሎ። ኣቦ መንበር ኮሚሽን ሕብረት ኣፍሪቃ ምስ ላዕለዋይ ወኪል ሕብረት ኣፍሪቃን ፕረዚደንት ናይጀርያ ነበር ኦሊሰጎ ኦበሳንጆ ተራኺቦም። ባሕሪ ዝተኸልከሉ ባሕረኛታት ክብሉ ዝገለፅዋ ኢትዮጵያ መን እያ? ሕልሞምን ናብረኦምን ዘይሳነ ተስፈኛታት። ኣብ መወዳእታ ሰራዊት ሓይልታት ሱዳን ኣጽዋር ኣመሪካ ከም ዝማረኸ ይግለጽ። ዝተኸብረ ሰላምታና ኣብ በቢዘለኹሞ ተመኒና ክቡራት ተኸታተልቲ ዕለታዊ መድብና ዜናታት እዚ ዕለት በርስተ ዜና ፈሊምና ናብ ዝርዝሮም ከነስግረኩም። ጀኖሳይደር ስርዓት ብልፅግና ባዕልና ንምዝሓል፣ ንምድብዛዝን ንምህዋኽን ሰፊሕ ወፍሪ እናገበረ ናይ ብዓይኒ የብለይ ስኒ የብለይ ናብ ደብዳብ ኣየር ድሮን ተሰጋጊሩ ከምዘሎ ግልፂ ዩ ይብል ቢሮ ጉዳይ ኮሙኒኬሽን ትግራይ። ስለዝኾነ ውን ህዝቢ ትግራይ ካብ ምፅናት ወፃኢ ካልእ ሕልሚ ዘይብሉ ውልቀ መላኺ ጀኖሳይደር ስርዓት ብልፅግና ኣብ ብዙሕ ህዝቢ ዝተኣከበሉ ኣደባባያት ደብዳባት ከካይድ ስለዝኽእልን ከቢድ ናይ ድሕንነት ሓደጋ ስለዘሎን ብዙሕ ህዝቢ ኣኪብካ ኣብ ኣደባባያት ዝግበር ምድላው በዓልን ተሪፉ ኣብ በቢከባቢኡ ብልዑል ጥንቃቐ ምስትውዓልን ንክብ በዓል ምስ ቢሮ ባህልን ቱሪዝምን ትግራይ ምርድዳእ ተገይሩ ስለዘሎ መላእ ህዝቢ ትግራይ ነዚ ፈሊጡ ክንቀሳቐስ ንሕብር ኢሉ ኣሎ ቢሮ ጉዳይ ኮሙኒኬሽን ትግራይ። ቤት ምኽሪ ክልላት ኣዲስ ኣበባ መቐመጢ ፌዴራል መንግስትን ክልል ኦሮሚያ ክትከውን ብኣብዝሓ ድምፂ ምውሳኑ ተገሊፁ ኣሎ። ኣብ ትሕቲ ከይዲ ሃገራዊ ምኽክር ዝርከብ ቤት ምኽሪ ክልላት ኣዲስ ኣበባ ሓበራዊ መቐመጢ ፌዴራል መንግስትን መንግስቲ ክልል ኦሮሚያን ክትከውን እዚ ውሳነ እዚ ድማ ኣብ ቅዋም ወይ ከዓ ሕገ መንግስቲ ክሰፍርን ብኣብዝሓ ድምፂ ከም ዝወሰነ ናይ ዓይኒ መንሰኻኽር ምንጭታት ይሕብሩ። ኣብ ውፅኢት ድምፅን ተቓውሞን ኣብ ሃገራዊ ምኽክር ዝተረኽቡ ምንጭታት ከም ዝገለፅዎ ካብ ርእሰ ምምሕዳር ክልል ኣምሓራ ኣቶ ኣረጋ ከበደ ወፃእ ኩሎም ኣባላት እቲ ቤት ምኽሪ ነቲ ውሳነ ምድጋፎም ተገሊፁ ኣሎ። ቅድሚ ሕዚ እውን ካብ ዝተፈላለዩ ክልላት ዝተውፃእፅኡ ወከልቲ ኣብ ዝተፈላለዩ ብርክታት ተዛቲዮምሉ ብዘይካ ናይ ክልል ኣምሓራ ወከልቲ ብኹሎም ተቐባልነት ምርካቡ ተገሊጸሎ። ኣዲስ ኣበባ ቀይሕ መስመር'ያ፣ ሕቶ ህዝቢ ኦሮሞ'ዩ። ነዚ ውሳነ ስዒቡ ኣብ መንጎ ህዝቢ ኦሮሞን ፖለቲካውያን ተንተንትን ዝተፈላለዩ ርእይቶታት ይንጸባረቑ ኣለዉ። ፊንፊኔን ህዝቢ ኦሮሞ ናይ ህልውና ወይ ከኣ ቀይሕ መስመርን ጉዳይ ምዃኑ ዝገልጹ ወገናት፣ እታ ከተማ ናይ ኦሮሚያ ከምዝኾነትን ብቐጥታ ኣብ ትሕቲ ክልል ኦሮሚያ ክትመሓደር ከምዘለዋን ብነድሪ ሓሳቦም ይገልጹ። እቲ ጉዳይ ንዘተ ምቕራብ እውን ካብ ህዝቢ ኦሮሞ ዓብዪ ቅሬታ ከምዝፈጠረ ይግለፅ። ኣዲስ ኣበባ መቐመጢ ክልል ኦሮሚያ ኮይና ዝፀንሐትሉ ታሪኽ ሓዱሽ ዘይኮነ ንዝሓለፉ ሰላሳን ሓሙሽተን ዓመታት ዝነበረ ውሳነ ዝረኸበሉን ጉዳይ ምዃኑ እውን ይገልፁ። ስለዚ እዚ ሕዚ ተመሓላሊፉ ዘሎ ውሳነ ነቲ ህዝቢ ዘለዎ ናይ ውልቀ ምምሕዳር ሕቶ ሙሉእ ብሙሉእ ዘይምልስ እዩ ክብሉ ወሲኾም ነቒፎም እዮም። ወሲኾም እውን መንግስቲ ኢትዮጵያ ነቲ ናይ ሓቀኛ መሰል ሕቶ ንምሽፋን ዝፀንሐ ርእሰ ጉዳይ ከም ሓዱሽ ኣጀንዳ ከም ዘቕረቦ ይኸሱ። እዚ ጉዳይ ኣብ መፃኢ ፖለቲካ መዋቕር ኢትዮጵያን ምምሕያሽ ቅዋምን ዓብዪ ፅልዋ ክህልዎ ከም ዝኽእል እውን ይግመተሎም። ኣቦ መንበር ኮሚሽን ሕብረት ኣፍሪቃ ምስ ላዕለዋይ ወኪል ሕብረት ኣፍሪቃን ፕረዚደንት ናይጀርያን ነበር ኦሊሰጉን ኦበሳንጆ ተራኺቦም ኣቦ መንበር ኮሚሽን ሕብረት ኣፍሪቃ መሕሙድ ዓሊ ዩሱፍ ትማሊ ዓርቢ ዕስራን ሓደን ነሓሰ ምስ ፕረዚደንት ፌደራላዊት ሪፐብሊክ ናይጀርያን ነበርን ላዕለዋይ ወኪል ሕብረት ኣፍሪቃን ኦሊሶጉን ኦቦሳንጆ ተራኺቦም ከም ዘተዩ ኮሚሽን ሕብረት ኣፍሪቃ ኣፍሊጡ ኣሎ። እቶም መራሕቲ ኣብ ኣፍሪቃ ብፍላይ ኣብ ዝተፈላለዩ ዞባታት ዝረእ ዘሎ እዋናዊ ምዕባለታት ምስ ሰላምን ምርግጋእን እታ ኣህጉር ከምኡ'ውን ምስቲ ሕብረት ዝተኣሳሰሩ ጉዳያት ኣድሂቦም ከም ዘተዩ እቲ ጸብጻብ የረድእ። ማሕሙድ ዓሊ ዩሱፍ፣ ጎንጽታት ኣፍሪቃ ብዘተን ሰላማዊ ኣገባብን ኣብ ምፍታሕ ንነዊሕ እዋን ዝጸንሐ ተሳትፎ ጻዕርን ኦቦሳንጆን እዩ ኢሎም። ኦቦሳንጆ ቅድሚ ሕዚ ኣብ ኣፍሪቃ ኣብ ዝተፈላለዩ መስርሕ ሰላምን ጻዕርታት ሽምግልናን ዓብዪ እጃም ከም ዝነበሮም ዝፍለጥ እዩ ይብሉ ገለ ተንተንቲ። እዚ ሎሚ ዝተኻየደ ርክብ ኣብታ ኣህጉር ዘሎ ጎንጽታት ብዘተ ንምፍታሕ ዓሊሙ ዝተንቀሳቐስሉ ጻዕርታት ዝሕግዝሉ ምዃኑ እውን ይግለጸሎም። ባሕሪ ዝተኸልከሉ ባሕረኛታት ክብሉ ዝገለፅዋ ኢትዮጵያ መን ምዃና ሕልሞምን ናብረኦምን ዘይሳነ ተስፈኛታት። ማይ ንኢትዮጵያ ትማሊኣን ሎሚኣን ዩ፣ ናይ ትማሊ ታሪኻ ካብ ዓበይቲ ማያት ዝተቐድሐ ዩ፣ ናይ ሎምን ፅባሕን ምዕባለኣ ውን ካብ ማይ ዝተነፀለ ኣይኮነን ይብሉ ቀዳሞት ኢትዮጵያውያን መስመራት ባሕሪ ተቖፃፂሮም ነይሮም፣ ዓለም ለኸ ንግዲ ኣተኣሳሲሮም፣ ሓሳብ ሃይማኖት ርክብ ደቂ ሰባት ብባሕሪ ኣቢሎም ኣሰጋጊሮም፣ ደቆም ግን ኣቦታትና ባሕረኛታት ነይሮም ዝብል ናፍቖት ሒዞም ይቑዝሙ ኣለዉ። ምትእስሳር ኢትዮጵያን ባሕሪን ናይ ቀረብ ምህዞ ኣይኮነን፣ ናይ ኣሽሓት ዓመታት ዕድመ ዘለዎ ባህላውን ንግዳውን ርክብ እዩ። ስልጣን ኣኽሱም ኣብ ገማግም ቀይሕ ባሕሪ ዝርከብ ወደብ ኣዶሊስ ከም ቀንዲ መስኮት ንግዲ የገልግል ነይሩ። በዚ ወደብ ኣቢሉ ምስ ሮማ፣ ባይዛንታይን፣ ደቡብ ዓረብ፣ ፋርስን ህንድን ሰፊሕ ንግዲ ይካየድ ነይሩ ይብሉ። እታ ሎሚ ዘላ ኢትዮጵያን እቲ ሕዚ ዝግለጽ ዘሎ ከባብን ግን ዝሳነ ኣይኮናን። ተመራመርቲ ከም ዝገልጽዎ፣ ኣደሊት ንስልጣነ ኣኽሱም ከም ካልኦት ዓበይቲ ከተማታት ትቑጽር ኣገዳሲት ግደ ነይርዋ። ናብታ ግዝኣት ዝኣቱ ዝነበረ ኩሉ በዚ ወደብ ይሓልፍ ነይሩ። እዚ ታሪኻዊ ሓቂ ድማ ኢትዮጵያ ምስ ቀይሕ ባሕሪ ዝነበራ ጥንታዊ ርክብ ዘረጋግጽ ምስክር እዩ'ውን ይብሉ። ብሸፈጥ ኤርትራ ካብ ኢትዮጵያ ምግንጻል ስዒቡ ኢትዮጵያ ወደብ ኣልቦ ኮይና ኣላ። ካብ ሰለስተ ዓሰርተ ዓመታት ንላዕሊ ብመሬት ጥራሕ ተደሪታ ጸኒሓ ሎሚ ዳርጋ ተስዓን ሓሙሽተን ሚእታዊ ንግዳ ብክራይ ወደባት ይሓልፍ ኣሎ እውን ይብሉ። እዚ ትረኻ እዚ ሓቃዊ ታሪኽ ዘይኮነ ዛንታ ትግራይ ንኢትዮጵያ ንምሃብ እምበር ኢትዮጵያ እትበሃል ዓዲ ናይ ባሕሪ በሪ ነይርዋ ኣይፈልጥን። እንተነይርዋ ኣብ እዋን ደርጊ ጥራሕ ብሓይሊ ዝተጓዕጸጸ ወደብ ዓሰብ ንሱ እውን ኣብቲ ርሱን ኲናት ደርግን ሻዕብያን እምበር ኣብ እዋን ሰላም ኢትዮጵያ በሪ ባሕሪ ወኒና ኣይትፈልጥን። እዚ ግን ኢትዮጵያውያን ተረኽቲ እናፈለጡ እዮም ዝትርኽዎ። ኣብ መወዳእታ ዜናና፣ ሰራዊት ሓይልታት ሱዳን ኣጽዋር ኣመሪካ ምምራኹ ገሊጹ ኣሎ። ኣብ ውሽጢ ሱዳን ብዙሕ ደገፍ ዝረክብ ዘሎ ሓይሊ RSF ካብ ሃገራት ሕቡራት ኢሚራት ዓረብ፣ እስራኤል፣ ኣመሪካ፣ ዩክሬንን ካልኦት ሃገራትን ዕጥቂ ይቐርበሉ ከምዘሎ ዝፍለጥ'ዩ። ይኹን እምበር ኣብዘን ዝሓለፋ ቁሩብ መዓልታት ፍሉየ ፍጻመ ተፈጺሙ ኣሎ። ኣመሪካ ኣብ ሱዳን ሰላም ንኽወርድ ተኹሲ ደው ንኽበሃል ጻውዒት ኣብ ዝተቕርበሉ እዋን፣ ሰራዊት ሱዳን ኣብ መኽዝናት ናይቲ ቅልጡፍ ደገፍ ሓይሊ RSF ኣብ ዝርከብዎም ከባቢታት ከም ጀብራ፣ ሸኽን ባራን ዝኣመሰሉ ብበዝሒ፣ ብ ኣመሪካ ዝተሰርሑ ኣጽዋራት ናውቲን ተረኺቦም እዮም። እቲ ዘገርም ነገር ግን፣ ኣመሪካ ብወገን ሓደ ሓሳብ ሰላም እትጽውዕ ክነሳ፣ ብውሽጣ ግን ኣብቲ ጎንጺ ኢድ ከም ዘለዋ ድማ፣ እቲ ዕጡቕ ጉጅለ ካብ ዝረኽቦ ዝነበረ ደገፍ ብግልጺ ዘርኢ ምዃኑ'ዩ እቲ ኩነታት ዝሕብር። እምበኣርከስ ክቡራት ተኸታተልቲ መደብና ዜናታት እዚ ዕለት ኣብዚ ከም ቤትና፣ ሰሰናዩ ንዓኹም፣ ሰላም ንዓኺ ትግራይ!